ምበር ከምቲ ኣቐዲምና ዝጠቐስናዮ ናይ ሎምዓንቲ ኣኼባና እዋናውን ኣገዳሲን ሓበሬታን መምርሕን ስለዘሎ ኢና ጸዊዕናኩም። ስለዚ ደጊምና ኣብ ሓጺር እዋን ከምዚ ኢልኩም ኣብቲ ኣኼባ ምስታፍኩም ብስም ቤት ጽሕፈት ኤምባሲ ሃገረ ኤርትራ ኣብ ስዊዘርላንድ ነመስግን። ነቲ ዝወሃብ። ሓጺር ሓበሬታን መምርሕን ንብጻይ ሃብቶም ፈጻሚ ጉዳያት ኤምባሲ ሃገረ ኤርትራ ኣብ ስዊዘርላንድ ባዕሉ ከቕርቦ ስለ ዝኾነ እዚ መድረኽ ንዕኡ ባዕሉ ፈልየ ብጻይ ሃብቶም ናባኻ እዩ መድረኽ። ሕራይ ደጊመ እንኳዕ ደሓን መጻኹም። ኣብዚ ናይ ሎሚ ኣኼባና ንምስታፍ ከምቲ ኣብ ዝሓለፈ ግዜ ዘውጻናየን እተን ሰለስተ ልሙዳት ረቋሒታት ኣለዋ ንዕኣን ብምዝኽኻር እየ ናይ ሎማዓንቲ ርክብና ክጅምር። ቀዳመይቲ ከምቲ ኣብ ኣቐዳማይ ዝበልናያ ምሉእ ሰብ ምዃን እያ። እታ ትጽንበር ረቛሒ ኣብዚ ኣኼባ ንኽትሳተፍ። ምሉእ ሰብ ምዃን ማለት ከኣ ኣብቲ ሽዑ ዝገሊጽናዮ ኢና ንነብስኻ ወኪልካ ንስኻ ከም ንስኻ ኮንካ ንቕሓት ወሲኽካ ምዝስታፍ ማለት እዩ። እታ ካልኣይቲ ኤርትራዊ ምዃን እያ። ተሳሲትካ ሃገራዊ ምዃን ስለዚ ሰብ ኮንካ ኤርትራዊ ኮንካ ሃገራዊ ተኾይንካ ጥራይ እዛ ኣኼባ እዚኣ ትምልከተካ እቲ ዕላማ ከኣ ብዓቢኡ ኤርትራዊ መንነትና ክነውሕስን ክንኩልዕን ሃገራዊ ረብሓና ከኣ ክነቐድም ስለ ዘለና ኢና ኣብዚ ናይ ሓባር ኣኼባ ዘለና ስለዚ ነዘን ሰለስተ ረቛሒታት ዘየማልእ ኣብ መንጎና እንተሃልዩ እዚ ኣኼባ ስለ ዘይምልከቶ ሰላሕ ኢሉ ጥራይ ክወጽእ ዘለዎ። ሕራይ ኣብ ዝሓለፈ ኣብ ዘካየድናዮ ፈላሚ ፈላምን ናይ ሌላ ኣኼብና ርክብና ንሓፈሻዊ ኩነታት ውዳበታትናን ውልቀ ኣባላቱን ኣመልኪትና ዘቲና ምንባርና ይዝከር እዩ። ከምኡውን ብጻይ ተወልደ ብስላይድ ዝተሓገዘ ንእዋናውያን መደባትናን ቀዳምነታቶምን ዘርኢ ሰፊሕ መግለጺ ሂብና ነይሩ'ዩ። ምናልባት ኣብቲ ግዜ ተደጋጊሙ ዝለዓል ዝነበረ ሕቶ፣ ኩነታት ሓላፊ ቤት ጽሕፈት ነበር ኣድም ዑስማን'ዩ። ነዚ ጉዳይ ኣመልኪቱ ቤት ጽሕፈት ገለ መብርሂ ዘይህበና፣ ወይ ቤት ጽሕፈት ገለ መብርሂ ዘይገብረሉ ዝብል ካብ ህዝቢ እውን ብዝተፈላለየ ኣገባባታት ኣገባባት ሕቶ ክቐርብ ጸኒሑ እዩ። ምናልባት ኣብቲ ግዜ እቲ ጉዳይ ነብሰ ግሉጽ ስለ ዝኾነ ብዙሕ እውን ዘሻቕል ጉዳይ ስለ ዘይዘሻቕል ጉዳይ ኣይነበረን። ስለዚ ምስ ዝርዝራቱ ኣብ መጽኣቲ ክሕበር ምዃኑ ገሊጽና ብዙሕ ሚዛን ከይሃብና ሓሊፍናዮ ኔርና። እንተኾነ ግን ነዚ መዝሚዝካ ንጉዳያት ጠምዚዝካ ዘይመልክዖም ብምሃብ ገለ ጥቕምን ለቕምን ዝጎደሎም ውልቀሰባት ህዝቢ ንምግጋይ ዝካየድ ዓቕለ ጽበታዊ ፈተነታት ቀንዩ ኣብ ከምዚ ዝኣመሰለ ኩነታት እቲ ጉዳይ ዘሻቐል'ኳ ዘይብሉ እንተኾነ፣ ህዝቢ ግን ነቲ ሓቂ ክፈልጦ ስለ ዘለዎ ናብ ህዝቢ ንኽተብጽሕዎ እየ ምዚ ዝሕብረኩም ሓበሬታ ወይ እዚ ሓበሬታ'ዚ ከመሓላልፈልኩም ዝደሊ። ኣደም ዑስማን ባዕሉ ጥራይ ዝፈልጦ ምኽንያት ህዝብን ሃገርን ዘሰከምዎ ሓላፍነት ጠሊሙ ናብ መንግስቲ ስዊትዘርላንድ ኢዱ ሂብ እዩ። መንግስቲ ስዊትዘርላንድ ኣድም ዑስማን ኣድም ዑስማን ንዘቕረበሉ ሕቶ ናይ ጽግዕነትነት ብ ኣርባዕተ ግንቦት፣ ክደግሞ'የ፣ ብ ኣርባዕተ ግንቦት እወታዊ መልሲ ብምሃብ ኣብዛ ሃገር ከም ስደተኛ ተቐቢልዎ'ዩ። ስለዚ ኣቶ ዑስማን ብዘቕረቦ ኣብ ሚያዝያ'ዩ ዘቕረቦ'ቲ ሕቶ፣ መንግስቲ ስዊዘርላንድ ከኣ ነቲ ሕቱኡ ተቐቢሉ ናይ ጽግዕተኝነት ወይ ድማ ናይ ስደተኛ ፈቂዱሉ እዩ ስደተኛ ክኸውን ስለዚ ካብ ዕለት ኣርባዕተ ጉንበት ጀሚሩ ኣድም ዑስማን ስደተኛ እዩ መንግስቲ ስዊዝ እዚ ኤምባሲ ሓላፊ የብሉን ካብ ዕለት ኣርባዕተ ጉንበት ጀሚሩ ስለዚ መንግስቲ ኤርትራ ሓደ ሓላፊ ክምድበሉ ኣለዎ ዝብል ደብዳቤታት ምጽሓፍ ጀሚሩ። ነዚ ዝተረደኣ ኣድም ካብ ዕለት ኣርባዕተ ግንቦት ኢዱ ሂቡ ከብቅዕ ክሳብ ዕስራን ሰለስተን ግንቦት ኣብ ቤት ጽሕፈት ኮፍ ኢሉ። ኢዱ ልቡ ሂቡ ክንሱ ኮፍ ዘብል ኣይነበሮን፣ እንታይ ንምግባር ነዘን ከምዚኤን ዝዓይነተን ደብዳቤታትን ካልእን ቀዲድካ ኣሰር ንምጥፋእ እዩ ነይሩ። ኩሉ ኣሰር ኣጥፊኤያ ዝበለሉ ከኣ ንማንም ከይሓበረ ካብ ዕለት ዕስራን ሰለስተን ጉንበት ክልተ ሽሕን ዕስራን ሰለስተን ካብ ቤት ጽሕፈት ኮብሊሉ፣ ኮብሊሉ እዩ ንማንም ሰብ ኣይነገረን ካብ ዕለት ዕስራን ሰለስተን ግንቦት ካብ ቤት ጽሕፈት ከም ዝኾብለለ። ኮብሊሉ ጥራይ ዘይኮነ ከኣ ካብ ማእከላይ ቤት ጽሕፈት ወጻኢ ጉዳያት ጉዳያት ወጻኢ ዝጸሓፎ ንዝነበረ ሕቶታት ወይ ናይ ስራሕ መምርሒታት ዝኾነ ርክብ ኣቋሪጹ። ንመልእኽታት ናይቲ ሚኒስትሪ ዕሽሽ ብምባል መልሲ ከይሃበ ስለ ዘጽቀጠ፣ ሚኒስትሪ ጉዳያት ወጻኢ ፓስፖርቱ ብሸሞንተ ነሓሰ ክልተ ሽሕን ዕስራን ሰለስተን ሰሪዝዎ። ኣብዚ ክነስተብህለሉ ዝግባእ እዚ ጉዳይ እዚ ስጉምቲዚ ዝተወስደ ፓስፖርቱ ዝተሓድገ ሰለስተ ወርሒ ድሕሪ ኢዱ ምሃቡ እዩ። ወላ ኣፍልጦ እንተዘይነበሮ መንግስቲ ኤርትራ፣ ብዘዛርዮ ዝነበረ ጠባያትን ዘይ ንርክብ ብምቁራጹን ባዕሉ ርክብ ስለ ዘቋረጸ ካብ ሸሞንተ ነሓሰ ክልተ ሽሕን ዕስራን ሰለስተን ኣትሒዙ ፓስፖርቱ ሰሪዝዎ። እዚ ዝኸውን ዘሎ ከኣ ሰለስተ ወርሒ ድሕሪ ኢዱ ምሃብ እዩ። ስለዚ ድሕሪ እዚ ዝመጽእ ዝኾነ ዓይነት ምስምስ ቦታ የብሉን። ሓጅ ዑስማን ህዝብን ሃገርን ዝሃቦ ሓላፍነት ረጊጹ ከም ዝኸደዐን ካብ መትከላዊ መስመር ከም ዝወጸን ሓንሳብን ንመጠረሽታን ክሕብረኩም ይደሊ። ሕጂውን እንተኾነ ናብ ሃገር ክኸይድ ድሉው እንተኾይኑ ሰነድ ተዋሂብዎ ኤር ትኬት ተገዚእዎ ክኸይድ ይኽእል እዩ እወ ሓቅነት እንተልይዎ እቲ ሓቂ እዚ እናሃለወ ሃየ ኣድምካ ኣይከደዐን ሃየ ብግዚኡ እዩ ካብ ስራሕ ተኣልዩ ሃየ ጅግና ዶ ሽንጣር ዶ እናተባህለ ህዝቢ ንምግጋይ ዝናፈስ ዘረባታት ከቋርጽ ኣለዎ። ኣድል እንታይ ገይሩ እንታይ ኣይገበረ ዝፈልጥ እቲ ዝልኣኾ ኣካል ጥራይ እዩ። ስለዚ ኣብ ዘይምልከተካን ዘይትፈልጦን ኣቲኻ ወይ ኣቲኺ፣ ይጸብቕ ይሕመቕ ታርጋ ክትልጥፍ ምፍታን ሓደገኛን ብሕጊ ዘሕትትን ምዃኑ በዚ ጋጣሚ እዚ ክሕብረኩም ይደሊ። ነዚ ዝገብሩ ካብ ኣጻብዕ እግሪ ሓንቲ ኢድ ዘይሓልፉ ዘይበዝሑ ውሑዳት እዮም። ዘካይድዎ ዘለዉ ምንቅስቓሳት ካብ ዓይኒ ህዝቢ ስለ ዘይሕባእ ብቐረባ ንከታተሎ ኣለና። ኣብዚ ክልተ ቅንያት እቲ ክልተ ኣብነታት ክገልጽ እየ። ኣብ ዝሓለፈ ርክብና ኣብ እዋኑ ብዝተገልጸ ምኽንያታት ጠርነፍቲ ኣካላት ናይ ገለ ገለ ውዳበታትና ኣብ ክልተ ተኸፊሎም ምጽንሖም፣ ናይ ዕርቂ ተበግሶ ክወስዱ ሓቢርና ምንባርና ይዝከር። ብዙሓት ካንቶናት ነዚ ጻውዒት ተቐቢለን ተበግሶ ወሲደን እየን፣ ዝበዝሓ ክዕወታ እንከለዋ ገለ ገለ ከኣ ንግዚኡ ኣይሰለጠንን። እቲ ይኹን እቲ ግን ስለቲ ዝወሰድኦ ተበግሶ ክምስገና ይግበኣን። ኣብ ገለ ገሊኤን ግን፣ ብፍላይ እዞም ዝተጠቕሱ ባእታታት ዝርከብወን ካንቶናት፣ ነቲ ፍልልይ ኣክንዲ ከተወግድ ምፍታን፣ ግርጭታት ንኸባልዑ ህርግድ ህርድግ ክብሉ ጸኒሖም እዮም። ሕጂውን እንተኾነ፣ እቲ ተተበግሶ ተበግሶ ዘይወሰድክን ካንቶናት ተበግሶ ክትወስዱ፣ እተን ክትዕወታ ዘይከኣልክን ዳግማይ ክትፍትና፣ እንተ እዞም ግርጭታት ንምፍታሕ ንምብላሕ ትሰርሑ ዘለኹም ባእታታት ግን እንተተጠንቀቕኩም ዝሓሸ እዩ። ነዚ ተኣሳሲሩ ዝኸይድ ንውዳበታትና ንምዕናው ዘንቀደ ናይ ዕለት ትሽዓተ ሕዳር ክልተ ሽሕን ዕስራን ሰለስተን ዝተጸውዐ ኣኼባ ምህላዉ ሰሚዕና ኣለና። ብዙሓት ካባኻትኩም እዚ ኣኼባ ምእኩል ድዩ ዝብል ሕቶ እውን ክተቕርቡ ምጽናሕኹም ይፍለጥ። ቀዳማይ፣ ኤምባሲ ነዚ ኣኼባ ከም ዘይፈልጦን ሕጋዊ ከም ዘይኰነን ከነጽረልኩም ይደሊ። እዚ ኣኼባ ኣፍልጦ ቤት ጽሕፈት ከም ዘለዎ ኣምሲልካ ዝግበር ዘሎ ጐስጓስ ጌጋን ብሕጊ ዘሕትትን እዩ። እቶም ወደብቲ ናይዚ መደብ፣ ብፍላይ እቶም ብደርሁኹም ኣእቲኹሞ ዘለኹም ሕጂ ውን ገና ስለ ዘይረከሰ የእዳኩም ሓጺብኩም ክትወጹ ንመክር እቶም ኣብዚ ጉዳይ ኢድ ዘይብልኩም ከኣ ህዝቢ ብፍላይ ከኣ መንእሰያት ከይጋገዩ ናይ ምእላይ ሓላፍነት ከም ዘለኩም ከዘኻኽረኩም ይደሊ ኩሉኹም ንሃገራዊ ረብሓ ንመትከላዊ መስመር እምበር ንውልቀሰብ ክሰገልግሉ ክሰርሑ ኣይጸናሕኹምን። ሕጂ ውን እንተኾነ ኣብ መትከልኩም ጸኒዕኩም ደኣ ቀጽሉ እምበር መሳርሒ ናይ ሓደ ዝኾብለለ ኮይንኩም ካብ ሃገራዊ ረብሓ ወጻኢ ክትሰርሑ ትጽቢትና ኣይኮነን። እዞም ኣዚኹም ውሑዳት ነቲ ኮሓልቲ መሲልኩም ዓይኒ ህዝቢ ክተንቁሩ እተካይድዎ ዘለኹም ንጥፈታት ኣብ ግዚኡ ክትሕተትሉ ምዃንኩም ኣይትጠራጠሩ። ስለዚ እዚ ክግለ ዝጸንሐ ስለ ዝኾነ እቲ ሓቅን ልክዕን ናይቲ ጉዳይ እዚ ሓበሬታ ናብ ኩሉ ህዝቢ ክተብጽሑ እዩ ዝሕበረኩም ዘሎ። ስለዚ ኣብ ትሕቴኩም ዘሎ ኣባል ነብሲ ወከፍ ኣባል ከም ዝፈልጦ ክትገብሩ ሓላፍነትኩም እዩ። ሕጂ ውን ደጊመ እናመስገንኩ ኣብ ቀረባ መጻኢ ብዝሰፍሐ ኣጀንዳ ክንራኸብ ከም ዝኾንና እናሓበርኩ ኣኼባና ኣብዚ ክንዓጹ ኢና። እቲ ነዚ ዝበልኩኹም መንግስቲ ስዊዘርላንድ ዝጸሓፎ ደብዳቤ ኣብ ኢድና ኣሎ፣ ምናልባት እዚኣ ብድሕሪኡ ዝተጻሕፈት እያ፣ ንሱ ካብቲ ኦፊስ ምስ ከደ ዝተጻሕፈት ራብዐይቲ ደብዳቤ ምዃና ፈሊጥና ኣለና። ናይ መጠረሻ ማለት እዩ ብዝኮነ እሱ ኣብ ካልእ ኣጋጣሚ ክትርእይዎ ትክእሉ ኢኩም ብፈረንጂ ተጻሒፉ ብዝኮነ ኣኼባና እዚኣ እታ ሓበሬታ